ኣብ ኩሉ ኩርናዓት ዓለም ኮንኩም መደባት መስትያት ቤትና ኣብ ምክትታል እትርከቡ ክቡራት ተኸታተልትና ንሎሚ ቀዳም ዓሰርተ ሓደ ጥሪ ክልተ ሽሕን ዕስራን ካብዚ ኣብ ከተማ ኑሩምበርግ ጀርመን ዝርከብ ስቱድዮና ናባኹም ክበጽሕ ዝሓረናዮ ኣርእስቲ ኣብ ዛዕባ እቲ ትማሊ መራሒ ኣሜሪካ ኣብ ኢትዮጵያ ኣምጽኤዮ ዝበሎ ለውጥን ይግበኣኒ ነይሩ ዝበሎ ሽልማት ኖቤል ሰላምን ዘተኮረ ክኸውን እዩ። ምሳኹም ዘለኹ ዘካርያስ ክብረኣቤ፣ ኣይትፈለዩኒ። ትማሊ ካብ ግዝኣት ኦሃዮ ሕቡራት መንግስታት ኣሜሪካ ሓደ ንብዙሓት ዘስተመመ መደረ መራሒ ኣሜሪካ ዶናልድ ትራምፕ ተሰሚዑ ነይሩ እቲ መራሒ ንደገፍቱ መደረ ኣብ ዘስምዓሉ ዝነበረ እዋን ሃንደበት ናብ ካልእ ኣርእስቲ ብምውሳድ ሓደ ነገር ክነግረኩም በሎም እሞ ቀጺሉ ኣነ ንሓንቲ ሃገር ካብ ጥፍኣት ኣድሒነያ ሕጂ መራሕቲ ሃገር ናይ ሰላም ኖቤል ተሸላሚ ኮይኑ እቲ ስራሕ ኣነ እየ ሰሪሐዮ ግን ድሓን እቲ ኩነታትን እቲ ሓቅን ንሕና ንፈልጦ ክሳዕ ዝኾነ ጸገም የብሉን ኢሉ። ናይ ሎብዘበን ሽልማት ኖቤል ሰላም ንኮነሬል ኣብይ ኣሕመድ ክወሃብ እዩ ምስተባህለ ብብዙሓት ወገናት ሕቶ ፈጢሩ ነይሩ። ገለ እንታይ ሰሪሑ'ዩ ሕጂ እንድዩ ናብ ስልጣን መጺኡ እዚ ሽልማት ቀልጢፍዎ ክብሉ እንከለዉ፣ ገለ ከኣ እቲ ንሽልማት ዘብቅዖ ስማዊ ሰላም ኤርትራን ኢትዮጵያን ኣብ ባይታ የለን፣ ዶብ ኤርትራን ኢትዮጵያን ካብ ዝዕጾ ሓደ ዓመቱ ኮይኑ፣ ኣብ ውሽጢ ኤርትራ ዝኾነ ፖለቲካዊ ለውጢ ኣይመጸን፣ ኣብ ኢትዮጵያ'ውን እንተኾነ ዝኸፍኤ ዓሌታዊ ግጭትን ምምዝባል ህዝብን እዩ ዘሎ ስለዚ ንኸምዚ ዓይነት ኩነታት ዝፈጠረ መራሒ ኖቤል ሰላም ኣይግበኦን ክብሉ እንከለው ገለ ግን ንሰላም ተበግሶ ስለዝወሰደን ንቐፃሊ እውን መተባብዒ ክኾኖ ምእንቲ እቲ ሽልማት እንተተዋህቦ ፀገም የብሉን ኢሎም ብኣውንታዊ ኣተሓሳስባ ዝረኣይዎ ነይሮም እዮም። ኮነሬል ኣብይ ሽልማቱ ምስ ተቐበለ፣ እቲ ምስኡ ናይ ሰላም ውዕል ዝፈረመ ውልቀ መላኺ ኤርትራ ኣብ ጎኑ ኮይኑ ሽልማት ኖቤል ሰላም ስለ ዘይተማቐለ ኣዝዩ ስለ ዝኾረየ ካብ ዓዲ ሓሎ ዝኾነ ናይ ዮሃና መልእኽቲ ናብ ኣብይ ኣሕመድ ኣይሰደደን። ደገፍቲ ምልኪ ኤርትራውያን እውን እቲ ዘምልኽዎ መራሒ ክሽለም ብዘይምብቅዑ ኣብ ልዕሊ ናይ ኖቤል ሰላም ኮሚቴ ብርቱዕ ቂምታ ኣሕዲሮም እዮም። ክሳብ ሕጂ እዚ ሽልማት ንዓይ እውን ይግበኣኒ እዩ ክብል ኣብ ኩራት ዝጸንሐ መራሒ ኤርትራ ኢሳያስ ኣፈወርቂ ጥራሕ እናመሰለና ከኣ ትማሊ ብወዝቢ ትራምፕ እውን እቲ ሽልማት ንዓይ እዩ ዝግባእ ነይሩ ኢሉና። ትራምፕ ነዚ ዝበለ ንኢትዮጵያ ሓደ ውዕል ገይረ ካብ ጥፍኣት ዘድሓንክዋ ኣነ እምበር ኣብይ ኣሕመድ ኣይኮነን ዝብል ጭብጢ ስለዘለዎ እዩ። ትራምፕ ግን እንታይ ዝዓይነቱ ውዕል ከም ዝገበረን ነቲ ዝበሎ ውዕልከ ምስ መን ከም ዝፈጸሞን ዝኾነ ተወሳኺ ሓበሬታ ኣይሃበን። ካብ መደረ ትራምፕ ክንርድኦ እንኽእል ግን ኣብይ ኣሕመድ ብሕርያ ኣሜሪካ ናብ ስልጣን ከም ዝመጸ እዩ። ቅድሚ ገለ ኣዋርሕ ሓደ ካብ ላዕለዋይ መራሒ ህወሓት ነበር ኣቦይ ስብሓት ምስ ኤሊ ቲቪ ዝገበርዎ ቃለ መጠይቕ ኣሜሪካ ኣብይ ኣሕመድ ናብ ስልጣን ክመፅእ ፀቕጢ ከምዝገበረት ተዛሪቦም እኳ እንተነበሩ ብዙሓት ክኣምንዎም ግን ኣይከኣሉን ነይሮም። ሕጂ ግን እነሆ እቲ ሓቂ ከም ፀሓይ ብርሃን ደሚቑ ኮነሬል ኣብይ ጥዕና ብዘለዎ ኣገባብ ናብ ስልጣን ከምዘይመፀ ተኸሺሑ። ነገራት ክተኣሳሰሩ እንከለዉ ነዚ ይመስሉ። ትራምፕ ኣብ መንጎ ኤርትራን ኢትዮጵያን ንረብሓ ኣሜሪካ ሓደ ውዕል ክገብር ምስ ሓሰበ ንሓደ ያማማቶ ዝበሃል ላዕለዋይ ልኡኽ መንግስቲ ኣሜሪካ ናብ ኤርትራን ናብ ኢትዮጵያን ሰዲዱ። ብድሕሪኡ እቲ ኩነታት ብቕጽበት ክቀያየርን ኤርትራን ኢትዮጵያን ከኣ መንገዲ ሰላም መሪጽና ክብላ ተሰማምዓ። እቲ ኩነታት ካብ ፈለማ ንረብሓ ኣሜሪካ ክጥዕም እምበር ካብ ሓልዮት ህዝብታት ኤርትራን ኢትዮጵያን ዝተበገሰ ከምዘይነበረ ፍሉጥ እዩ ነይሩ። ኣሜሪካን ኢራንን ንባብ ኤል መንደብ፣ ስትራተጂካዊ መስመር ቀይሕ ባሕርን ብዓብላልነት ክቆጻጸራ ላዕልን ታሕትን ኣብ ዝብላሉ ዝነበራ እዋን፣ እታ ንነዊሕ ዓመታት ምስ ቐጠር ፍሉይ ዝምድና ዝጸንሓ ኤርትራ፣ ፖለቲካዊ መሻርኽታ ብምቕያር ናብተን መሓዙት ኣሜሪካ ምዃነን ዝፍለጣ ስዑድያን ኢማራት ዓረብን ክትጽጋዕ እንከላ፣ እቶም ብኢራን እናተደገፉ ካብ ኤርትራ'ውን ፍሉይ ምድንጋጽ ዝግበረሎም ዝነበረ ተቓወምቲ ሑቲ የመን ንበይኖም ተረፉ። ኤርትራ መግለጺ ብምውጻእ ንጉጅለ ሑቲ ብምኹናን ኣብ ጎድኒ ስዑድያን ኢማራት ዓረብን ደው ኢላ ከም እትሰርሕ ብወግዒ ንዓለም ሓበረት። ኣብይ ኣሕመድ ናብ ስልጣን ምስ መጸ ከኣ ንጉስ ኢማራት ዓረብ ናብ ኢትዮጵያ ብምኻድ ንመንግስቲ ኣብይ ኣሕመድ ክሕግዝ ምዃኑን ንመጀመሪ ከኣ ኣብ ባንክ ኢትዮጵያ ሰለስተ ቢልዮን ዶላር ከቐምጥ ምዃኑ መብጽዓ ኣተወ። እቲ ንዕስራ ዓመታት ኣከራኻሪ ኮይኑ ህይወት ልዕሊ ሓደ ሚእቲ ሽሕ ዝበልዐ ዶባት ኤርትራን ኢትዮጵያን ብቕጽበት መዛረቢ ኣርእስቲ ከይከውን ተገብረ። ኤርትራን ኢትዮጵያን ንረብሓ ኣሜሪካ ምስ ኢማራትን ስዑድያን ኣንጻር ካልኦት ሓይልታት ደው ኢለን ክቃለሳ ስለ ዝተሰማምዓ ኩሉ መዝሙረን መዝሙር ሰላም ክኸውንን ንዛዕባ ዶብ ጠቕሊለን ከወንዝፍኦ ተነግረን። እቲ ክድምና ሀይሉ ጀመረ። ከም ግንዖ ከኣ ስርዓት ህግደፍ ኣብ ልዕሊኡ ንዓሰርተ ዓመታት ተወንዚፉ ዝነበረ ማዕቀብ ተለዓለሉ። እቶም ደቂ ገርሂ ልባ ዝኾኑ ደገፍቲ ምልኪ እዚ ፖለቲካዊ ከይዲ ኣእምሮኦም ከፊቶም ከንብብዎ ብቕዓት ስለ ዘይብሎም ኤርትራ ብኢትዮጵያ ተወሪራ ኣብ ዝተባሃልሉ ንዕስራ ዓመታት ዶብና ይተሓንጸጽ ወያነ ካብ መሬትና ትውጻእ ዝብል መዝሙር ክዝምሩ ድሕሪ ምሕጋዮም ኣብዚ ሰዓት ሓሳቦም ብምቕያር ደገፍቲ ብልፅግና ፓርቲ ብምዃን ኣበይ ዘሎ ዶብ እዩ ሰላም ጥራሕ እዩ ዘድልየና ክብሉ ይስምዑ ኣለዉ። እቲ ሓቂ ግን መራሕቲ ሃገራት ኤርትራን ኢትዮጵያን ብሓባር ኣብ ትሕቲ ኣሜሪካ ክኽድሙ ስለ ዝተሰማምዑ እዮም ኣብ ስልጣን ደው ክብሉ በቒዖም ዘለዉ። እቲ ፈጢርናዮ ዝብልዎ ሰላም ከኣ ንረብሓ ኣሜሪካ ካልኦት ሓይልታት ኣብ ዞባ ቀይሕ ባሕሪ እግረን ከየንብራ ክሕልዉ ስለ ዝተሰማምዑ እምበር ብሓቂ ንህዝቦም ሓቀኛ ሰላም ዘምጽእ ኩነታት ኣይፈጠሩን። ገለ ገለ ኤርትራውያን ኣዲስ ኣበባ ከይዶም ስድርኦም ስለ ዝረኣዩ ጥራሕ ብሓቂ ኣብ መንጎ ኤርትራን ኢትዮጵያን ሰላም ዝወረደ ኮይኑ ዝስምዖም ነቲ ጉዳይ ብጫፉ ዝሓዝዎ ኣለዉ። ሓቀኛ ሰላም እንተወሪዱ መጀመርያ እቲ ዕንቅፋት ሰላም ዝነበረ ዶባት ኤርትራን ኢትዮጵያን ብዘይ ውዓል ሕደር ክሕንጸጽ ነይርዎ። ኣብ ከባቢ ዶባት ዝነብሩ ህዝብታት ክልቲኡ ሃገራት እውን ብዘይ ጸገም ክነግዱን ክገሹን ክፍቀዶም ነይርዎ። እቶም ኣብ ኤርትራ ብሰንኪ ወራር ተባሂሎም ብዘይ ገደብ ኣብ ትሕቲ ዕስክርና ዝነበሩ ኤርትራውያን ናብ ስቪላዊ ናብራ ክጣየሱ ነይርዎ። ስርዓት ህግደፍ ኣብዚ ናይ ሰላም መድረኽ ኢሉ ዝሰመዮ እዋን መሰጋገሪ መንግስቲ መስሪቱ ቅዋም ኤርትራ ከጽድቕ ክሰርሕ ይግበኦ ነይሩ። እቲ ዝግበር ውዕላት ከኣ መራሕቲ ክልቲኤን ሃገራት ጥራሕ ዝፈልጥዎ ዘይኮነ ትካላዊ ኣሰራርሓ ተኸቲሉ ንኹሉ ህዝቢ ግልጺ ዝኾነ መገዲ ብሩህ ክኸውን ነይርዎ። እቲ ንመራሒ ኣሜሪካ ተምበርኪኾም ንረብሓ ኣሜሪካን ንስልጣኖምን ክሕልዉ ዝፈጠርዎ ስማዊ ሰላም ግን ንመጻኢ ከቢድ ሽግር ዝፈጥር ፖለቲካዊ ኣካይዳ ኮይኑ ኣሎ። ሃገራት ኤርትራ፣ ኢትዮጵያን ኣሜሪካን ነበርቲ እየን። መራሕተን ኣብይ፣ ኢሳያስን ትራምፕን ግን ሓለፍቲ እዮም። እዞም ሰለስተ ሰባት ዝኣተውዎ ምስጢራዊ ውዕል ከኣ ሓደ ካብኣቶም ምስ ዝጎድል ዝፈርስ እዩ። ስለዚ ንሕና ከም መስትያት ቤትና ንብልጽግና ፓርቲ ይኹን ንኣብይ ኣሕመድ ምስ ኢሰያስ ሓዊስና ብትሪ ክንቃወሞም እንከለና ንረብሓ ህዝብታት ኤርትራን ኢትዮጵያን ደው ዘይበሉ ምዃኖም ኣጸቢቕና ስለ እንርዳእ ኢና። ኣዲስ ኣበባ ኬድካ ስድራኻ ናብኡ ምጺኻ ተመርዒኻ ስእሊ ተሳኢልካ ንስኻ ናብ ዓዲ ስደትካ ንሶም ናብ ኤርትራ ምምላስ ምልክት ውድቀት ሃገር እምበር ምልክት ምህላው ሰላም ኣይኮነን። ኣብ ሓቀኛ ሰላም ስድራቤታት ኤርትራ ኣብ ክንዲ ኣብ ሆቴላት ኢትዮጵያ ኣብ ቅርዓት ዓዶም ዳሳት ተኺሎም መርዓ ደቆም መሕለፉ። እቲ ካብ ስደት ንመርዓ ናብ ኤርትራ ዝኣቱ ከኣ ብዘፍስሶ ናይ ወጻኢ ሸርፊ ኤርትራ ብዙሕ ምተጠቕመት። ሕማቕ ዕድል ኮይኑ ግን ገለ ኤርትራውያን ነዚ ስማዊ ሰላም ብግዝያዊ ግላዊ ረብሓታቶም ብምጥማት ደሓን እንቋዕ ጥራሕ ሳላ ኣቢይ ኣሕመድ ስድራና ኣብ ኣዲስ ኣበባ ክንሪኦም በቓዕና ብምባል ነቶም ምሉእ ሰላምን ሓርነትን ዝምነዩ ደቂ ሃገር ይነቕፍዎም ኣለው። ግደ ሓቂ ግን ሕጂ እውን ክንደግሞ ኣብ ኤርትራ መሰረታዊ ፖለቲካዊ ለውጢ ክህሊ ኣለዎ። ምስ ኢትዮጵያ ኣብ ደም ዘእተወና ዶባት ብሕጋዊ ኣገባብ ብዘይ ውዓል ሕደር ክሕንጸጽ ኣለዎ። ምልካዊ ፖለቲካዊ ስነ-ሓሳብ ህግደፍ ካብ ኤርትራ ንዘልኣለም ክመሓው ኣለዎ። ኣብ ኤርትራ ውልቀ-ሰብ ዘይኮነ ሕጊ ዝለዓለ ስልጣን ክህልዎ ሓያል ተግባራዊ ዝኾነ ቅዋም ክትከል ኣለዎ። ኤርትራውያን ኣብ ኤርትራ ከም ደቂ ሃገር ኮሪዖም ብዘይ ሸለብ-ገለብ ዝነብርሉ ሓቀኛ ሰላምን ሓርነትን ክወርድ ኣለዎ። ስርዓት ህግደፍን ብልጽግናን ፓርትን ክሳብ ዝሃለዉ ግን ምናልባት ንኣሜሪካን ሃገራት ኣዕራብን ብምኽዳም ዕምሪ ስልጣኖም ብዋጋ ህዝብታት ኤርትራን ኢትዮጵያን የናውሑ ይኾኑ እምበር ዘምጽእዎ ሰላምን ምዕባለን ኣይክህሉን እዩ። ድሮ ኣብ ክልተ ዓመቶም ዝረኣናዮ እውን ነዚ ዝምስክር እዩሞ ኣይንተሃመል።
መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።